Canada is also suspending visa and study and work permit applications. ኣይሶለሽን ኣዊጁ ኣሎ። ሰላም ኣገዳሲ ሓበረታ ሒዝናልኩም ቀሪብና ስለ ዘለና ናብ ኩሉ መታን ክበጽሕ ሸር ክትብልዎ ብትሕትና ንምሕጸን። መንግስቲ ካናዳ ካብቶም ብኢቦላ ዝተጠቕዑ ዞባታት ዝመጹ ተጓዓዝቲ ናይ 21 መዓልታት ግዴታዊ ናይ ውልቀ ውሸባ ወይ ሰልፍ ኣይሶሌሽን ግዜ ክገብሩ ከም ዘለዎም ወሲኑ ኣሎ። ኣዝዩ ሓድሽ ሓበሬታ እዩ። ብተወሳኺ ድማ ናይ ኢሚግሬሽን ሰበስልጣን ካብ ዲሞክራሲያዊት ሪፓብሊክ ኮንጎ ከምኡ'ውን ካብ ደቡብ ሱዳን፣ ኡጋንዳ ንዝቐርቡ ናይ ቪዛን ዑቕባን ኣመልከትቲ እዞም ኣፕሊካንትስ ንግዝያዊ መንገዲ ደው ክብል ወሲኖም ኣለዉ። ብመሰረት ዝወጸ ጸብጻብ ከም ዝሕብሮ፣ ሉክ ብሪስብ ዝተባህለ ኣብ ዝሃቦ መግለጺ፣ እዚ ስጉምቲ እዚ ንጥንቃቄ ተባሂሉ ዝተግብረ ምዃኑ ሓድሽ ሓበሬታን ምዃኑ ኣብሪሁ። ኣብ ትካል ህዝባዊ ጥዕና ካናዳ ማለት ፓብሊክ ሄልዝ ኤጀንሲ ኦፍ ካናዳ ናይ ዶብን ጉዕዞን ጥዕና ማእከል ዳይረክተር ጀነራል ዝኾነ ሉክ ብሪስክ ነዚ ውሳኔ እዚ ብሰሉስ ዕለት ኣብ ዝተገብረ ናይ ቨርቹዋል ወይ ድማ ኦንላይን ጋዜጣዊ መግለጺ ኣፍሊጡ። ሉክ ፕሪስፕ ከም ዝሃቦ መግለጺ፣ ንህዝቢ ካናዳ ዘሎ ሓደጋ ጌና ትሑት ምዃኑ ኣብሪሁ። እዚ ስጉምቲ እዚ ግን ካብ መጠን ንላዕሊ ጥንቃቄ ንምግባር ተባሂሉ ዝተወሰነ ምዃኑ፣ እዚ ክውስኑ ዘገደዶ ምኽንያት ድማ እቲ ሕማም ኣብ ዝለዓለ ደረጃን ከቢድን ሓደገኛን ስለዝኾነ ንምጥንቃቕ ኢልካ ዝግበር ከምዝኾነን ገሊጹ። ኣብኡ ኣስዒቡ ካብ ኣህግራዊ ኩነታት እናተቐየረ እመጽእ ከም ዘሎን ከምኡውን እዚ ኩነታት ክመጽእ ከሎ ናይ ፊፋ ናይ ዓለም ዋንጫ ማለት ፊፋ ወርልድ ካፕ ተጓዓዝቲ ብብዝሒ ንካናዳ ክኣትዉ ስለ ዝኾኑ ንምጥንቃዕ ኢልካ ይግበር ከም ዘሎን ገሊጹ ብመሰረት ሚኒስትሪ ጥዕና ማርጆሪ ሚሸል ዝሃበቶ መግለጺ እውን ኣሎ እዛ ናይ ካናዳ ሚኒስተር ጥዕና ዝኾነት ማርጆሪ ሚሸል ኣብ ኦታዋ ንጋዜጠኛታት ኣብ ዝሃበቶ መግለጺ እቲ ሓደጋ ትሑት እኳ እንተኾነ መንግስቲ ሕጂ ስጉምቲ ዝወስደሉ ዘለዎ ምኽንያት ግን ብሰንኪ እቲ ክረምቲ መንገሻታት ናይ ዋንጫ ዓለም ጸወታታት እቲ ሓደጋ ዝለዓለ ክኸውን ስለ ዝኽእል ኣቐዲምና ክንጥንቀቕ ኢና ንገብሮ ዘለና ክትብል መግለጺ እያ ኣብሪሃ። እዛ ሚኒስተር ማርጆሪ ክትገልጽ ከላ ሓንቲ ፍጻሜ ኬይስ ጥራይ እያ ትኣክል። ሓንቲ እንተደኣ ተረኺባ ኩሉ ሰብ ስለምንታይ ቐይድታት ዘይገበርኩም ክብለና እዩ። ስለምንታይ እዚ ተዋሂቡ ዘሎ ናይ ሰልፍ ኣይሶሌሽን ወይ ድማ እዚ ዝወፅ ዘሎ ናይ ጥንቃቐ ሓበሬታታት ንምንታይ ዘይገበርኩም ክብል ስለ ዝኾነ ኣቐዲምና ነዚ ውሳነታት ነምፅእ ከም ዘለና ክትብል ተጣቢቓ ምክንያቱ ገለገለ ሰባት ንምንታይ እዚ ይግበር ኣሎ ፕሮሰሶም ዝሰልጦም ሰባት ኣለዉ ክብል ብዙሕ ተዛረብ ኣሎ። ሕጂ ብዙሓት ሰባት ኣብ ፕሮሰስ ሰሊጡኒ ንምንታይ ፍላይ ዘይወፅእ ትብሉ ሰባት ከም ትህልዉ ኣነ እውን ይርድኣኒ እዩ እዚ ጉዳይ እዚ ከዓ ዓብ ጉዳይ ምዃኑ እውን ይርድኣኒ እዩ መግለፂ ውድብ ጥዕና ዓለም who እንታይ እዩ ንዝብል ሕቶ እቲ ለበዳ ካብ ዓቕሚ ንላዕሊ ይኸውን ከም ዘሎ ገሊፆም ኣለዉ ናይ ውድብ ጥዕና ዓለም ዳይረክተር ጀነራል ብሶኒ ዕለት ከም ዝሃቦ መግለፂ እቲ ለበዳ ካብ ዝግበር ዘሎ ናይ ምክልኻል ፃዕርታት ንላዕሊ እናቐልጠፈ ይኸይድ ከም ዘሎ ገሊፁ ኣዝዩ እውን የሸግሮም ከም ዘሎ ኣብዚ እዋን እዚ ጥራይ ኣብ ኮንጎን ኡጋንዳን ልዕሊ ትሽዓተ ሚእቲ ዝኾኑ ሰባት ብኢቦላ ዝተጠርጠሩ ሰባት ከም ዘለውን ልዕሊ 220 ድማ ናብ ሞት ሓደጋታት ከም ዝበፅሑ ተመዝጊቡ ከም ዘሎ ይገልፁ። እዚ ዘሻቕል ነገር ድማ እቲ ኣብ ማእከል እዚ ለበዳ ዘሎ ቫይረስ ቡንዲብዮ ቫይረስ ዝበሃል ፍሉይ ክታበት ወይ ሕክምና ዋላ ሓንቲ የብሉን። ናይ ዶብ ቁጽጽር ሕግን ውሸባን ብዛዕባ ኳራንቲን ኣክት ዝበሃል ሕጊ ንእሽተይ መብርሂ ክበኩም። ኣብ ካናዳ ዝኣትዉ ዘለዉ ኩሎም ተጓዓዝቲ ብናይ ዶብ ሰራሕተኛታት ክምርመሩ እዮም። ምልክታት ሕማም ዘርእዩ ተጓዓዝቲ ድማ ብዝለዓለ ሕክምናዊ ምርመራ ናብ ሆስፒታል ክመሓላለፉ ምዃኖም ወጺኡ ዘሎ ሓበሬታ የመልክት። እዚ ጽኑዕ ናይ ዶብ ቁጽጽር ኣብ ትሕቲ ሕጊ ውሸባ ወይ ድማ ኳረንቲን ኣክት ዝበሃል ዝመጽእ ቀዳም ጀሚሩ ክሳብ ነሓሰ፣ August፣ ዕስራን ትሽዓተን ክሰርሕ ምዃኑ ኣውጺኦም ኣለዉ፣ እዛ ዓመት እዚኣ ማለት እዩ። ናይ ውሸባ ክኸውን ዘሎ ቦታ ዘይብሎም ሰባት ድማ እዞም ተጓዓዝቲ እዚኦም ብመንግስቲ ዘዳለወሎም ቦታ ክህሉ ምዃኑ ኣውጺኦምን ገሊጾምን ኣለዉ። ታራሊንግ ዝተባህለት ናይ ቪዛ ኢሚግሬሽን ንኣመልከትቲ ንቴስዓ መዓልታት ደው ከም ዝበለ ገሊጻ ኣላ። እዞም ኣፕሊካንትስ ናይ ፕሮሰስ ዘለዎም መደባትን ዝተፈላለየ ዝርዝራትን ተገሊጹ ኣብ ታሕቲ። እዚ ካብ ሎሚ ሮቡዕ ዕለት ማለት ዕለት 27 ወርሒ ሓሙሽተ 2026 ጀሚሩ መንግስቲ ካናዳ ናይ ኢሚግሬሽን ኣመልከትቲ ናይ መወዳእታ ውሳኔ ንምሃብ ንቴስዓ መዓልታት ደው ከብሎ እዩ። እዚ ግዜ ድማ ኣብ ኩነታቱ ክናዋሕ ወይ ድማ ክለዓል ይኽእል እዩ። ከከም ኩነታቱ ሪኦም ተዓዚቦም ክህቡዎ ዝኽእሉ ሓበሬታታት ክህልዉ እዩ። ብዘይ እዚ ክቡራትን ሕቡራትን የሕዋተይ ብዛዕባ እዚ ብዙሕ ሕቶታት ክህልወኩም ምዃኑ ይርድኣኒ እዩ። ስለዚ ተቐዳዲምኩም ጉዳይ ፖስት ሰይከ እንታይ ደኣ ኢልኩም ኣይትጨነቑ። ሓበሬታ ኣብ ዝመጸሉ ከነሕልፈልኩም ስለ ዝኾንና ፕሊስ ኣይትጨነቑ ክብለኩም ፈቱ። ካብ ሚኒስትሪ ኢሚግሬሽን ወይ ድማ IRCC ዳይሬክተር ጀነራል ዝኾነት ታራ ሊንግ ኣብ ዝገለጽቶ መግለጺ እዚ ውሳኔ እዚ ነዞም ዝስዕቡ ክምልከት ምዃኑ ብቐጥታውን ክጸሉ ምዃኑን ዝርዝር ከምዚ ይስዕብ ቀዋሚ መንበሪ ቪዛ ዝሓቱ ዘለዉ ማለት ፐርማነንት ሬዚደንት ቪዛ እዞም መብዛሕትኦም ብፕሮሰስ ዝመፁ ዘለዉ ከዓ ፐርማነንት ረዚደንት ቪዛ ዝሓቱ ዘለዉ ሰባት እዮም። ናይ ግዝያዊ መንበሪ ቪዛ ወይ ድማ ቴምፕራሪ ረዚደንት ቪዛ ዝሓቱ ዘለዉ፣ ኤለክትሮኒካዊ ወይ ድማ ናይ ጉዕዞ ፍቓድ ዝሓቱ ዘለዉ፣ እዚ ETA ይበሃል፣ ናይ ግዝያዊ መንበሪ ፍቓድ ዝሓቱ ዘለዉ፣ ቴምፕራሪ ረዚደንት ፐርሚትስ፣ ናይ ትምህርቲ ፍቓድ ወይ ድማ ስታዲ ፐርሚት ዝሓቱ ዘለዉ፣ ናይ ስራሕ ፍቓድ ወይ ድማ ወርክ ፐርሚት ዝሓቱ ዘለዉ። ካብቶም ብኢቦላ ዝተጠቕዑ ሃገራት ብዝመፁ ድሮ ናይ ግዝያዊ ወይ ድማ ቀዋሚ ቪዛ፣ ዝተፈቐደሎም ሰባት እኳ እንተኾኑ እዚ ናይ ፍቓድ እዚ ናይ ቀይዲ ግዜ ናብ ካናዳ ክገሹ ግን ኣይፍቀደሎምን እዩ እዘን ቴስዓ መዓልታት ማለት እዩ ቁፅሪ ተጓዓዝትን ትርጉም ናይ ውሳኔን ሉክ ብሪስፕ ኣብ ዝሃበቶ መግለፂ ኣብ ሰሙን ኣስራ ሰለስተን ሓምሳን ሰባት ካብ ኮንጎ ኡጋንዳ ደቡብ ሱዳን ናብ ካናዳ ይመፁ ብቐንድ ብቐንዲ እዚ እዞም ኣብ ኡጋንዳ ፕሮሰስ ትፅበዩ ዘለኹም ወይ ድማ ሰሊጥንቱም ዘለኹም ክፀለወኩም ምዃኑ ኣይትዘንግዑ እዞም ተጓዓዝቲ እዚኦም እቶም ሱሳ ፐርሰንት ዜጋታት ካናዳ ወይ ድማ ቀወምቲ ነበርቲ ክኾኑ ከለዉ እቶም ኣርባዓ ፐርሰንት ግን ወጻእተኛታት እዮም። እዞም ወጻእተኛታት እዚኦም ብሰንኪ እዚ ናይ ቪዛ ምግዳፍ ዝወጸ ስጉምቲ ናብ ካናዳ ኣይክኣትዉን እዮም፣ ክኣትዉን ኣይክኽእሉን እዮም። ታራሊን ክትገልጽ ከላ እዚ ሙሉእ ሙሉእ እገዳ ባን ኣይኮነን። ስለዚ እዚ ፕሮሰስ ጠጠው ኢሉ ኣይትኣትዉን ኢኹም ማለት ኣይኮነን። እዚ ዝግበር ዘሎ ግን ግዝያዊ ኣመልከቲ ወይ ድማ መስርሕ ደው ምባል እዩ። for a time being ማለት እዩ። ትርጉም ድማ ጥዕናን ድሕነትን ህዝቢ ካናዳ ንምሕላው ዝግበር ዘሎ ካብቶም ዝተጠቕዑ ዞባታት ዝግበር ጉዕዞታት ንምንካይን ንምጥጋቕን ዝግበር ዘሎ መስርሕ እዩ። ከም ዝዝከር ሕጊ ቢል ሲ 12 ኣብ ዝሓለፈ እውን ሓደ ሰብ ብኢሜይል ፅሒፉለይ ነይሩ ብዛዕባ እዛ ቢል ሲ 12 ኣብሪካ ግለፃት ዝገለፅካዮ ውሕድ ኢልኩም ነርኩም ኦኬ ተመዝጊብ ኣሎ ኣብ ቀፃሊ ኣስፋሓ ቢል ክገልፅ እየ ንሎሚ ግን እዚ ቢል ሲ ትወልቭ ዝበሃል ዘሎ ልክዕ ከም ናይ ኣሜሪካ ተመሳሳሊ ስጉምቲ ክኸውን ከሎ ከመይ ከመይ ይመስለኩም እቲ ዝሰርሓሉ መንገዲ ናይ ሕግን ውሳነን እዚ ኣብ መወዳእታ መጋቢት ማርች ዝፀደቐ ቢልሲ 12 ዝተባሃለ ሕጊ ንፈለማ እዋን ኣብ ስራሕ ዝውዕሉ ዘሎ ሕጊ እዩ እዚ ሕጊ እዚ ድማ ብካቢነ መንግስቲ ንረብሓ ህዝቢ ዝተባሃሉ ዝተሰርሐ ስለ ዝኾነ ብከምኡ እዮም ዝኣምኑ ናይ ኢሚግሬሽን ሰናዳት ብጅምላ ክቕይር ዝኽእል ስልጣን ዝህብ እዩ ቅድሚ ሕጂ ናብ ካናዳ ናብቲ ናብ ኮንጎ ኢቱሪ ፕሮቪንስ ዝተብሃለ ክፍለ ሃገር መገሻታት ክውገድ ጥራይ እያ ትመክር ነይራ። ሕጂ ግን ካናዳ ነዚ ውሳነ ከተመሓላልፍ ከላ፣ ኣሜሪካ ብማእከል ምክልኻል ሕማም ማለት ሲዲሲ ከምኡ'ውን ኣብ ሒደት መዓልታት ካብ ኮንጎ፣ ኡጋንዳ፣ ደቡብ ሱዳን ዝመጹ ተጓዓዝቲ ብጀካ ዜጋታት ናይ ግሪን ካርድ ዝሓዙ ናብ ኣሜሪካ ከይኣትዉ ኣይፍቅድን'የ ኢላ ነይራ። ካናዳ እውን ነዚ እያ ትትከል ዘላ። ክሳብ ሕጂ ዘሎ መረዳእታ እዚ ንሪኦ ዘለና ኢቦላ ዝተጠቕዐ ሰብ ናብ ካናዳ ኣትዩ ይፈልጥን ኣብ መላእ ሰሜን ኣሜሪካ እውን ዝኾነ ናይ ኢቦላ ሕማም የለን ኣይተራየን እዚ ጸብጻብ እዚ ብካናዳን ፕረስ ዝወፀ ብግንቦት 2626 ዝወፀ ሓበሬታ እዩ ኣዳልየልኩም ዘለኹ ቤንሁር ካብ ቤን ሜድያ ፕሊስ ነዚ ቻነል እዚ ክትድግፉ ሳብስክራይብ ምግባር ኣባላት ናይ ቻነልና ክትኮኑ እውን ሜምበርስ ክትኮኑ ብትሕትና ንሓትት ዝኾነ ዝተረፈ ሓበሬታ ክህሉ ስለ ዝኽእል ኣብ ቀጻሊ ኣስፋሕ ኣቢልና ክንገልጾ ኢና። ስለዚ እዚ ናይ መጀመርታን ናይ መወዳእታን ኣይኮነን፣ ንጅምሮ ጥዕና ዘለና ኣብ ቀጻሊ ዝወጽእ ሓበሬታታት እውን ኣለጋጊብና ክነምጽኣልኩም ኢና። ቀጺለ ዘቕርቦ ከኣ እቲ ብእንግሊሽ ዝወጽእ ሓበሬታ ንገለገሌኹም ምናልባት ሬፈረንስ ክኾነኩም ኣብ ሊንክ ኣባይ ክገብረልኩም እየ ከምኡ እውን ኣብ ኣስዒበ ዘምፅእን ቪድዮታት ሰፊሕ መግለፂ ክኾነኹም ስለ ዝኾነ ናብኡ ንከታተል ምሳይ ፅናሕኩም ኣዘየ ደመስግን እዘን ሓፀርቲ ቪድዮታት ንከታተል